ሰላም ሰላምታና በብዘለኹሞ ይብጻሕኩም ክቡራት ተኸታተልትና፣ ውጽኢት ኣስከሬን ምርመራ ብዛዕባ እቲ ኣብ ጀርመን ዝተፈጸመ መስካሕክሒ ዝኾነ ፍጻመ ሎሚ ዕላዊ ኮይኑ ዝብል ሓበሬታ እናተሰምዐ እዩ። ፖሊስ ጀርመን ሎሚ ብዛዕባ እቲ ኣብ ጀርመን ፍሉይ ቦታ ደሊንገን ኣብ ዝተባሃለ ተቐቲላ ዝተረኸበት ኤርትራዊት ሎሚ ብዛዕባ እዚ ኣድሂቡ ብዛዕባ እቲ ቀታልን ዘውጽኦ መግለጺ ኣሎ፣ እዚ እንታይ ይመስል ንዝብል ዝርዝራቱ ናባኹም ክነብል ኢና። ብዕለት ዓሰርተ ወርሒ ሰለስተ ክልተ ሽሕይ ዕስራይ ሽዱሽተ ኣብ ጀርመን ፍልይ ቦታ ደሊንገን ኣብ ዝተባሃለ ጓል ዕስራ ሓደይ ዕድመ ኣንስተይቲ ኣብ ገዛኣ ተቐቲላ ምቕታላ ጥራሕ ኣይኮነን እቲ ኣስከሬና ክልተ ሰለስተ ተቖራሪጹ ኣብ ገዛ ተዓጽዋ ብፖሊስ ጀርመን ከም ዝተረኸበት እናተሓበረ ነይሩ። ፖሊስ ጀርመን ድማ ካብዚ ብዝተበገሰ ነቲ ኣስከሬን ወና ምርመራ ክፍሊ ኣምሪሑ። ንግዚኡ ብጥርጣሬ ዝተታሓዘ ድማ ኣፍቃሪኣ ከም ዝነበረ እውን ዝፍለጥ እዩ። እምበኣርከስ ካብዚ ብዝተበገሰ ሎሚ ዕለት ፖሊስ ጀርመን ነቲ ኣፍቃሪኣ ናብቶም ናይ ሕጊ ኣካላት ኣቕሪቡ ብዝሓተቶ ሕቶን ንሱ ድማ ብዝሃቦ ቃልን ብተወሳኺ ድማ ብዛዕባቲ ውፅኢት ኣስከሬን ምርመራ እውን ዝፀሓፎ ፅሑፍ ኣሎ ማለት እዩ ክቡራት ሰማዕትና ብጣዕሚ እዩ ዘሕዝን እቲ ኣፍቃሪኣ ቦይኑ ኣይኮነን ቀቲልዋ ካሊእ ዝተሓባበርዎ እውን ኣለዉ እዮም ነዚ እዩ እውን ድማ እቲ ኣስከሬን ናብ ምርመራ ክፍሊ ዘምርሐ ብጣዕሚ ብዝገርም መልክዑ ድማ ሎሚፍቶም ናይ ሕጊ ኣካላት ቐሪቡ ዝሃበ ቃል ባዕለይ ፕሮሰስ ወዲኤ ናብ ጀርመን ኣስጊረያ ኣብዚ ሐዚ እዋን ድማ ጠሊማትኒ ነዚ እዩ እውን ድማ ቀቲለያ ዝብል ዝርዝር ሓበሬታ እውን እናስመዐ ይርከብ ብዝሕዝን መልኪዑ ማለት እዩ እዚ እንታይ ይመስል ንዝብል ዝርዝራቱ ናባኻቱም ክነብለ ልኸውን ነዚ ቻነልና እዚ ሓደሽቲ ተደኣ ኹንኹም ሳብስክራይፕ እናበልኹም ኣባላትና ላይክ ሸር እናበልኹም መደባትና እስካብ መወዳእታ ሓቢርኩምና ፅንሑ ኣብ ጀርመን ስካብዚ ዓለት እዚኣ እናተፈጸሙ ዝርከቡ ገበናት ፍላይ ድማ ኣብ ልዕሊ ደቂ ኣንስትዮ ኤርትራን ከምኡ ድማ ህጻውንቲ ዕሸላትን እናተፈጸመ ዝርከብ እሞ ድማ ኤርትራውያን ንኤርትራውያን ምስቲ ምዃኑ ንኹሉ ሰብ እናሕዘነ ይርከብ ማለት እዩ። ኣብ ዝሓለፈ ከበድቲ ዝኾኑ ፍጻመታት እናተፈጸሙ ጸኒሖም እዮም ማለት እውን ሓንቲ ጓል ሳላሳይ ትሽዓንተ ዝዕድሚኣ ምስ እቲ ዝወለደቶ ወዲ ሰለስተ ወርሒ ህጻና ተቐቲላ ከም ዝተረኸበት ምቕታል ጥራሕ እውን ኣይኮነን ክሳዳን ኢዳን ተቖራሪጹ ኣብ ሃይወይ ዝበሃል ቦታ ተደብርያ ከም ዝተረኸበት ዝፍለጥ እዩ። ጽንሕ ኢሉ እውን ወዲ ዓሰርተ ኣርባዕተ ዕድመ ህጻን ዮሴፍ ማለት እውን ቐተልቱ ዘይተፈለጠ ተቐቲሉ ናብ ባሕሪ ተደውርዩ ከም ዝተረኸበ እውን ዝፍለጥ እዩ። እምበኣርከስ እዚ ሓዘናት እዚ እናሓለፉ ዝመጹ ነበርቲ ጀርመን ስደተኛታት ኤርትራ ሎሚ ድማ ብዘሕዝን መልክዑ እዚ ገበን እዚ ተፈጺሙ ኣሎ ማለት እዩ። ነዚ ኣመልኪቱ ድማ ብዙሓት ስደተኛታት ኤርትራ ኣብ ጀርመን ዝርከቡ ኣብ ጀርመን ብምንባሮም ጣዕሳ ዘቕርብሉ ኩነታት እዩ ዘሎ ማለት እዩ ክቡራት ሰማዕትና። እምበኣርከስ እቲ ኣብዚ ቅነ እዚ ተፈጺሙ ዘሎ ገበንን ንኹሉ ሰብ እናስካሕክሕን ልቢ ሰባሪ ዝኾነ ፍጻመን ዝተፈጸመ እቲ ብዕለት ዓሰርተ ወርሒ ሰለስተ ክልተ ሽሕይ ዕስራይ ሽዱሽተ ዝተፈጸመ ኣብ ደሊንገን ዝተባሃለ ቦታ ጓል ዕስራይ ሓደይ ዕድመ ኣብ ገዛኣ ተቐቲላ እያ እተረኺባ ምቕታል ጥራሕ ኣይኮነን ከም እንብለኩም እቲ ኣስከሬና ኣብ ክልተ ሰለስተ ተቖራሪጹ ከም ዝተረኸበ ፖሊስ ጀርመን ኣብቲ ግዘ ንሱ ጸብጻባቱ እናሓበረ ነይሩ ማለት እውን እዛ ሰብ እዚኣ ናብቲ ግዘ ንሱ ተዓፅይዋ ኣብቲ ገዛ ምስ ተረኸበት በቶም ኣብቲ ከባቢ ዝነብሩ ዝተጠቆመ እንትኸውን ፖሊስ ጀርመን ቀጥታ ናብቲ ሓደጋ ዝተፈፀመሉ ቦታ ብምኻድ እቲ ገዛ ብዝተፈላለዩ መሳርሒ ብምስባር ኣብቲ ገዛ ድማ ኣብ ክልተ ሰለስተ ተቖራሪፃ ድሕሪ ምርካብ ፖሊስ ጀርመን ድማ ኣብቲ ግዘ ንሱ እቲ ኣስከሬን ብምስብሳብ ናብ ምርመራ ክፍሊ ከም ዘምርሖ እዩ ተፈሊጡ ነይሩ ንግዚኡ ድማ ማለት እውን በቶም ኣብኡ ዝነብሩ ነበርትን ካሊእ ጥርጣሬታትን እቲ ቃርያ ብኣለሻ ከም ዝተረኸበ፣ ካብቲ ሓደጋ ዝተፈጸመሉ ድማ ልዕሊ ክልተ ሚእቲ ኪሎ ሜትር ርሒቑ ኣብ ዝርከቡ ቦታ ከም ዝተረኸበ እናተሓበረ ነይሩ። ካብዚ ብዝተበገሰ ድማ ንምንታይ ካብቲ ከባቢ ርሒቑ ብዝብል ጥርጣሬን ከምኡ ድማ ኣብቲ ገዛኣ ሞይታ ስለ ዝተረኸበት ኣብቲ ገዛ ንሱ ድማ ሓቢሮም ስለ ዝሓደሩ በዚ መሰረት ድማ እቲ ኣፍቃሪኣ ተጠርጣሪ ተባሂሉ ናብ ሕጊ ቀሪቡ ነይሩ። ፖሊስ ጀርመን ድማ ምጽራያቱ ከም ዝቕጽል ሓበሬታ እናውጽኣ ነይሩ ማለት እዩ። ሎሚ ፍልይ ብዝበለ መልክዑ ድማ ብዛዕባ እቲ ውጽኢት ኣስከሬን ምርመራ እታ ጓል ዕስራይ ሓደይ ዕድመን ከምኡ ድማ እቲ ቀታሊ ወይ ድማ ኣፍቃሪኣ ተዋሂሉ ዝተትሓዘ ወዲ ዕስራይ ትሽዓንተይ ዕድመ ኤርትራዊ ሎሚ ብዛዓባ እዚ ስፍሕ ዝበለ መግለጺ ዘውጽእ እንትኸውን ማለት እውን እዞም ሰባት እዚኦም ክልቲኦም ቀታልን ተቐታልን ክልቲኦም ናይ ኤርትራ ዜግነት ዘለዎም እንትኾኑ ናብ ጀርመን ካብ ዝኸዱ ድማ ሓደ ዓመት ዘቑጸሩ እዮም። እምበኣርከስ ካብቶም ቀረባ ቤተሰብ ዝተረኸበ ሓበሬታ እንተኾይኑ እዚ ሰብ እዚ ካብ ኢትዮጵያ ፕሮሰስ ገይሩ ካብ ዝወስዳ ዓመታ ዝኣክል እንትኾኑ ኣብቲ ግዘ ንሱ ድማ ጽቡቕ ሂወት ጀሚሮም ነይሮም ነገር ግን ድማ ኣብዚ ዝተወሰነ ኣዋርሒ ግን ኣብ መንጎኦም ምስምዕማዕ ከምዘይነበረ ነገር ግን ድማ ፈተነ ቅትለት እውን ቅድሚኡ ይፍፅመላ ከም ዝነበረ እዩ በቶም ቀረባ ኣዝማዳትን በተን ኣዕርኽታን እናወፀ ዝርከብ እዚ ምሽጥር እዚ ማለት እዩ። ካብዚ ብዝተበገሰ ድማ እቲ ቀታሊ ተባሂሉ ናብ ሕጊ ዝተትሓዘ ድማ ሎሚ ዝሃቦ ቃል፣ መቕተልያ ምኽንያት እዩ እናተነገረ ዘሎ ማለት እውን ሎሚ ናብቶም ናይ ሕጊ ኣካላት ቐሪቡ ዝሃቦ ድማ ከም ዝቐተላ ዝኣመነ እንትኸውን ምኽንያት መቕተልያ ድማ ካብ ኢትዮጵያ ፕሮሰስ ገይረ ብኽንደይ ነገራት ኣስጊረያ ኣብዚ ሕዚ እዋን ግን ጠሊማትኒ ወይ ድማ ክሒዳትኒ ዝብል መረዳእታ እናሃበ እዩ ዝርከብ። ዝጠለመትካ ወይ ድማ ዝከሓደትካ ትቕተል ዶ ኣይትቕተል ንዝብል ናይ ሕጊ ኣካላት ዝፈትሕዎ እንትኾኑ ነገር ግን እዚ ሰብ እዚ ሓደ ነገሩ እቲ ምቕታሉ ምእማኑ እውን ፅቡቕ ነገር እኳ እንተኾነ ምኽንያት መቕተሊኣ ድማ ንብዙሕ ሰብ እናሕዘነ ይርከብ ማለት እዩ። ፕሮሰስ ገይሩ ስለ ዘስገራ፣ ቅርሺ ከፊሉ ስለ ዘስገራ ነገር ግን ኣብዚ ሕዚ እዋን ኣብ መንጎ ክልቲኦም ብዝተፈጠረ ዘይምስምዕማዕ ግን ህይወታ ኣሕሊፍዋ ኣሎ። ህይወታ ምሕላፍ ጥራሕ ከይኮነ እቲ ኣስከሬና ብኽፉእ ዝኾነ ቆራሪፁ ኣብ ገዝኣ እዩ ደውሪዋ ኸይዱ ዘሎ ማለት እዩ። እቲ ኣፍቃሪኣ እዚ ማለት እውን ኣፍቃሪኣ ዶ ነይሩ ኣይኮነን ንዝብል ሕቶ ምልክት ዝኾነ ፍፃመ እዩ ተፈፂሙ ነይሩ ማለት እውን ሓደ ኣፍቃሪ ኣብ ልዕሊ ኣፍቃሪቱ ከምዚ ዓይነት ፍፃመ ክፍፅም እዩ ተባሂሉ ተጠርጢሩን ተገሚቱ ስለ ዘይፈልጥ እምበኣርከስ እዚ ሰብዚ ብፕሮሰስ ገይሩ ደኣ የስግራ እምበር እዚ ሰብ ንምንታይ እዩ ደልይዋ ነይሩ ንዝብል ግን ሓደ ሕቶ እዩ ክኸውን ዝኽእል ማለት እዩ። ብዙሓት እቶም ቀረባ መሓዙቱ እውን ንዝተወሰነ ግዜ ጽቡቕ ሓዳር ከም ዝነበሮም ነገር ግን ኣብ መንጎኡ ዘይምስምዕማዕ ከም ዝፈጠሩ እዮም እናገለጹ ዝርከቡ። እዚ ውሽጣዊ ዘይምስምዕማዕ ድማ ውለዲ ኣይወልድን ዝብል ሓሳብ እዩ ናብዚ ኩሉዚ ኣብጺሕዎም ዘሎ ማለት እዩ። እዚ ሰብ'ዚ ማለት'ውን እቲ ቀታሊ በቶም ኣብቲ ቀራባ ዝርከቡ መሓዝ ከም ዝተገለጸ እንትኾን ነዛ ሰብ'ዚኣ ማለት'ውን ካብ ኢትዮጵያ ካብ ዘስግራ ሓደ ዓመት ዘቑጸረ እንትኸውን ኣብዚ እዋን'ዚ ድማ ኣብ ሞንጎኦም ውለዲ ኣይወልድን ዝብል ሓሳብ ምስትምልዓል ንሳ ድማ ፍቓደኛ ኣይነበረትን ፍቓደኛ ስለዘይነበረት ድማ ካብቲ ገዛ ገዲፋቶ ወጺኣ ከም ዝነበረት እዩ እናተሓበረ ዘሎ። ንሱ ድማ ምስኣ ከም ዝኸደ፣ ኣብዚ እዋን እዚ ድማ ብዙሕ ፈተነቅትለት ይፍትነላ ከም ዝነበረ፣ ነገር ግን ብዕለት ዓሰርተ ወርሒ ሰለስተ ክልተ ሽሕ ዒስራ ሽዱሽተይ ኣብ ገዛኣ ህይወታ ኣሕሊፉዋ ክኸይዶ ኣሎ ማለት እዩ። ፖሊስ ጀርመን እምበኣርከስ እቲ ገበነኛ እስካብዛ ዓለት እዚኣ ብጥርጥር ተታሓሒዙ ዝነበረ እንትኸውን፣ ነገር ግን እዚ ገበንዚ ፈጺሞዬ እየ ኢሉ ድሕሪ ምዝራብ ግን ገበነኛ ምዃኑ ኣብዚ ሕዚ እዋን ድማ ፍርዲ እናተጸበዮ ይርከብ ማለት እዩ። እቲ ኣስከሬን ግን ተወሳኺ ምርመራ እስካብዛ ዓለት እዚኣ እውን እናተገበሮ ይርከብ ማለት እዩ። ማለት እውን ኣብዚ እዋን ምቕታል በይነይ ኣይኮንኩን ነይረ ስለ ዝበለ ካሊእ ገበን ማለት እውን ካሊኣት ገበነኛታት እውን ይእለሹ ስለ ዘለው እቲ ኣስከሬን እስካብዛ ዓለት እዚኣ ምርመራ ክፍርዩ ዘሎ ንሱ ግን ምቕታሉ ኣሚኑ ኣብቶም ናይ ሕጊ ኣካላት ከምዘሎ ፍርዲ ድማ ይጽቦዮ ከምዘሎ እዩ ሓበሬታ እናመጸ ዝርከብ ማለት እዩ ክቡራት ሰማዕትና እምበኣርከስ ንሎሚ ዝወናዮም ዝርዝር ሓበሬታና እዚኦም ይመስሉ ነይሮም እስካብ መወዳእታ ሓቢርኩምና ዝጸናሕኩም ካብ ልቢ እናመስገና ኣብ ዝቕጽል መደባትና እስካብ ንራኸብ ሰላም ሰናይ ጻንሒት ይግበረልኩም ሰላምታይ ንዓኹም